ሰላም ሰላም ኩራት ተኸተልቲ ከመይ ቀኒኹም ኣብ ዘለኹሞ ሰላም ክትህሉ በዓል ሙሉ ተስፋ እየ ንሎሚ ከዓ ከም ኩሉ ግዜ ሓንቲ ሓጋዚ ዝብልኳ ቪድዮ ሒዘ መፅ ኣለኹ ንሳ ከዓ እንታይ እያ ብፈሊጥና ይኹን ከይፈለጥና ሴቭ ዝበልናዮ ፓስወርድና ወይ ስኢናዮ ዝነበርና ናይ ዝኾነ ዓይነት ኣካውንት ኮድ ማለት እዩ እቲ ፓስወርድና ኣበይ ከይድና ኣብ ሞባይልና ንረኽቦ ኢና ክንርኢ መብዛሕትኡ ግዜ ናይቲ ንጥቀመሉ ኣካውንት ከይተረዳእና ይኹን ወይ እንዳተረዳእና ኣብቲ ናትና ኣካውንት ሴቭ ኮይኑ ይፀኒሑ ስለዚ ድሕሪ ግዜ እንተ ረሲዕካዮ እቲ ፓስወርድኻ ኣበይ ከድካ ከም ትረኽቦ ኣብዛ ቪድዮ ክንርኢ ኢና ኣብዛ ቪድዮ ብክልተ መገዲ ኢና ክንርኢ እታ መጀመርያ ንሪኣ እንታይ እያ ከመይ ጌርና እቲ ፓስወርድ ኣብታ ሞባይልና ማለት እዩ ኣብቲ ሰቲ ናይ ሞባይልና ንረኽቦ ኣብኡ እንተ ስኢናዮ ከዓ እታ ካልኣይቲ ኣማራፂ ከዓ እንታይ እያ ኣብቲ ንጥቀመሉ ብራውዘር ከም በዓል ክሮም ማለት እዩ ጉግል ክሮም ኣብኡ ከይድና ከመይ ጌርና ንረኽቦ ኢና ክንርኢ እዛ ቪድዮ ኣብ ናይ ኣይፎን እያ ማለት እዩ እንድሕር ደኣ እስትኹም ተጠቀምቲ ኤንድሮይድ ከም በዓል ሳምሱንግ ወይ ኦፖ እንተ ደኣ ኮንኩም ኣብ ትመፅእ ቪድዮ ብዛዕባ ኣብ ናይ ኤንድሮይድ ቴሌፎን ከዓ ከም በዓል ሳምሱንግ ወይ ኦፖ ወይ ካልእ ዓይነት ሞዴላት ማለት እዩ ከመይ ጌርካ ትረኽቦ ክዝርግሐ ስለዚ እንድሕር ተጠቀምቲ ሳምሱንግ ወይ ካልእ ዓይነት ተኮይንኩም ሳብስክራይብ ጌርኩም ጽንሑ ትመጽእ ቪድዮ ብዛዕባ ሳምሶንግ ክዘርግሕ ስለ ዝኾንኩ ማለት ስለዚ ናብታ ቪድዮ ክብለኩም እንታይ ኢና ክንገብር መጀመርያ ኣብ ሰቲን ኢና ክንከይድ ከም ኩሉ ግዜ ከም ንሪኦ ዘለና ኣብዚኣ ሰቲን ከይድና ኣብዚኣ ንጥውቕ በድሕሪኡ ከም ዝብል ምስ መፀና ስክሮል ጌርና ንታሕቲ ንወርድ እሞ ፓስወርድ ትብል ንደሊ ፓስወርድ ስዛ ንሪኣ ዘለና ኣብዚኣ ፓስወርድ ስንጥወቕ ማለት እዩ

ናይ ብዙሕ ብዙሕ ኣፕሊኬሽናት ኣነ ዝጥቀመሉ ማለት እዩ እቲ እናቱ ናይቲ ናይ ኩሉ ኣካውንት እቲ ፓስወርድ ኣብዚ ይመፅ ኣብዚ እቲ ኣካውንት ማለት እዩ መጀመርያ ከምዚ ኢሉ መፂእኒ ኣሎ ማለት እዩ ንኣብነት እንተ ደኣ ብዛዕባ ኣብዛ ናይ ፌስቡክ ወይ ናይ ኢንስታግራም ኣተ እቲ ፓስወርድ ክሪኦ እንተ ደኣ ተደልየ እንታይ ክገብር ካብዚን ክመርፅ እየ ካብኡ ኣብቲ ኣካውንት ክኣትሉኒ ማለት እዩ ንኣብነት እንድሕር ናይ ፌስቡክ ፓስወርደይ ክፈልጦ እንተ ደኣ ደልየ

እቲ ናትና ፓስወርድ ከም ዝረአ ይመፀና ማለት እዩ ስለዚ ከምዚ ጌርና ብድሕሪኡ ተደሊና ኣብ ጠቢቕና ኮፒ ኢልና ዲና ወይ ዝኾነ ነገር ጌርና ናብቲ ናትና ኣካውንት ከድና ክንከፍቶ ንኽእል ኢና ማለት እዩ ልክዕ ከምዚ ብዚኣ ዝረኣናዮ ናብ ኩሉ ኣካውንት ከምዚ ጌርና ዘሎ ኣካውንት ማለት እዩ ኣብኡ እንዳኣተና እቲ ናትና ኣይናይ ከም ዝኾነት ፓስወርድ ክንሪኦ ንኽእል ኢና ማለት እዩ ብዘይካዚ ከዓ እታ ካልኣይቲ ኣማራፂ ከዓ እንታይ ኣላ እንተ ኣብዚ ተስኢንናዮ እቲ ዝደለናዮ ኣካውንት ማለት እዩ ኣብዚ ተዘይረኺብናዮ ከዓ ኣበይ ክፀንሕ ይኽእል እዩ ኣብ ሞባይልና ንኣብነት ዝኾነ ኢንተርነት ክን ኣብ ኢንተርነት ዝኾነ ክንደሊ ከለና እቲ ከም ወይ ብራውዘር ንጥቀመሉ ሳፋሪ ክኸውን ይኽእል ወይ ጉግል ክሮም ክኸውን ይኽእል ኣብቲ ንጥቀመሉ ኣካውንት ኮይና ንኣብነት እንተ ክሮም ንጥቀም ተኮይና እዚ ጉግል ክሮም ንጥቀም ተኮይና ከም ንሪኦ ዘለና ኣብዚ ኣፕሊኬሽን ንኸይድ እሞ ብድሕሪኡ ከም ዝብል እቲያ ክሮም ምስ መፀትና ኣብዚኣ ታሕቲ ሰለስተ ነጥቢ ዘላ ኣብዚኣ ማለት እዩ ኣብዚኣ ንጥውቕ ብድሕሪኡ ከም ዝብል ምስ መፀ እንታይ ንገብር እዚ ንየማን ስክሮል ጌርና ከምዚ ጌርና ከምዚ ጌርና ሸራ ቢልና ፓስወርድ ትብል ንደሊ ማለት እዩ ብድሕሪኡ ኣብዚ ከም ንሪኦ ዘለና እዚኣ ካልኣይቲ ዘላ ፓስወርድ ማናጀር ትብል ዘላ ኣብ ኣንጥኡ ማለት እዩ ድሕሪኡ ልክዕ ኣብቲ ናይ መጀመርያ እቲ ኮድ ክሓትና እዩ እቲ ናትና ስክሪንና ንኸፍተሉ ወይ ሞባይልና ንኸፍተሉ ኮድ ማለት እዩ እሱ ንመልኦ ብድሕሪኡ እቲ ኮድ ናትና ምስ መላእናዮ ናይቲ ናይ ኩሉ ዓይነት ኣካውንቲ ኣብዚ ከምዚ ኢሉ ክመፀና እዩ ማለት እዩ ኣብዚ ሴቭ ዝበል ናይ ኣካውንት ማለት ከም ንሪኦ ዘለና ብዙሕ ኣካውንትታት ነቲ ፓስወርድ ማለት እዩ ብድሕሪኡ ነቲ ፓስወርድ ክንሪኦ ተደልና ልክዕ ከምታ መጀመርያ ዝገበርና ኣብታ ቀዳመይቲ ናይታ ሞባይል ሴቲንግ ኣብዚ ከዓ ልክዕ ከምኡ ኣብቲ ዝደለናዮ ዓይነት ኣካውንት መሪፅና ኣብኡ ንጥውቕ ማለት እዩ ድሓር ከምዚ ኢሉ ናብቲ ቦታ ክወስደና እዩ ብድሕሪኡ እዚኣ እዚ ፓስወርድ ናትና ከም ንሪኦ ዘለና ነጥቢ ነጥቢ ጥራይ ኣሎ ኣብታ ናይ ዓይኒ ምልክት ዘላ ኣብ ኣጠቢቕና እቲ ፓስወርድ ኣይ እንታይ ምዃኑ ከምዚ ግና ክንርኢ ንኽእል ማለት እዩ ስለዚ ብክልተ መገዲ ጌርና እቲ ናትና ፓስወርድ ወይ ስኢና ወይ ጠፊእና ዝነበረ ፓስወርድና ናይ ዝኾነ ኣካውንት ማለት እዩ ክንረኽቦ ንኽእል ኢና እዚ ኣብ ኣይፎን ማለት እዩ ስለዚ በዘን ክልተ መገዲ ጌርና እቲ ዘለናዮ ዓይነት ኣካውንት ክንረኽቦ ንኽእል ኢና ማለት እዩ ከምቲ ቀዲመ ዝበልክዎ እንተ ተጠቀምቲ ኤንድሮይድ ከም በዓል ሳምሱንግ ወይ ኦፖ ወይ ካልእ ዓይነት ሞዴል ሞባይላት እንተ ኮንኩም ከመይ ጌርና ንረኽቦ ኣብቲ መፅእ ቪድዮ ክዝርግሐ ኦኬ ማርኮራ ተኸተልቲ እዚ ኩሉ ኣቐዲመ ክብሎ ፀናሕኩ ዝጠፋኣና ወይ ዝረሳዕናዮ ፓስወርድ ናይ ዝኾነ ኣካውንት ኣበይ ከይድና ከም እንረኽቦ ኣብዛ ቪድዮ ሓቢርና ክንርኢ ኢና መጀመርያ እንታይ ኢና ክንገብር ከም ኩሉ ግዜ ናብ ሰቲን እና ክንከይድ ስለዚ እዚ ብላዕሊ ስሕብ ኣቢልና ንታሕቲ ውሪድና ኣብዚኣ ሰቲን ትብል ዘላ ኣብዚኣ ክንጥውቕ ኢና ብድሕሪኡ ከም ዝብል ክመፀና እዩ ንታሕቲ ስክሮል እንዳገበርና ሸረር እንዳገበርና ኣውሪድና ጉግል ትብል ክንደሊ ኢና ማለት እዩ ድሕሪኡ ከም ንሪኦ ዘለና እዚኣ ጉግል ምስ ረኸብና ኣብኣ ክንጥወቕ ኢና ብድሕርዚ ከም ዝብል ክመፀና እዩ ኣብዚኣ ማኔጅር ጉግል ኣካውንት ዘላ ኣብኣ ክንጥወቕ ኢና ብድሕሪኡ ከም ዝብል ክመፀና እዩ እዚ ንፀጋም ሸር እንዳበልና ንሕልፎ ክሳብ እዚኣ ሴኪሪቲ ትብል ንረክብ ማለት እዩ ብድሕሪኡ ኣብዚኣ ሴኪሪቲ ዘለና ኣብዚኣ ንትውቕ ብድሕሪዚ ከም ዝብል ክመፀና እዩ ኣብዚ ድማ ንታሕቲ ሸር እንዳበልና እንዳወረድና ክሳብ ፓስወርድ ማናጀር ትብል ንረክብ ማለት እዩ ከም ንሪኦ ዘለና እዚኣ ፓስወርድ ማናጀር ዘላ ናይ መፍትሕ ምልክት ዘላታ እዚኣ ምስ ረኸብና ከም ንሪኦ ዘለና ኣብዚ እንታይ ይብለና ኣሎ ኣብዚ ሸውዓተ ኣካውንት ወይ ድማ ሸውዓተ ፓስወርድ ሴቭ ኢለ ከም ዘለኹ ይሕብረና ኣሎ ናትኩም ከዓ ዝተፈላለየ ዓሰርተ ክኸውን ይኽእል ሓሙሽተ ወይ ዒስራ ሰላሳ ዝተፈላለየ ዓይነት ኣካውንት በቲ ሴቭ ዝበልክሞ ማለት እዩ ከምኡ ክኸውን ይኽእል እዩ ብድሕሪኡ ኣብ ኣምጥኦ ማለት እዩ ብድሕሪኡ ከም ዝብል ክመፀና እዩ እዞም ዝረአዮም ዘለና ናተይ እተን ሸውዓተ ቀዲሙ ዝነገረኒ ኣካውንት ኣብዚ ሴቭ ኢለየን ዘለኹ እየን እዚአን ማለት እዩ እዚ ከም ንሪኦ ዘለና ንኣብነት ናይ ኔትፍሊክስ ናይ ስናፕቻት ናይ ካልእ ካልእ ኣካውንታት ኣብዚ ሴቭ ኢለ ከም ዘለኹ ይነግረን ኣሎ ማለት እዩ ናትኩም ከዓ ከምኡ ናይ እቲ ሴቭ ዝበልኩም ኣካውንት ኣብዚ ክመፀኩም እዩ ማለት እዩ ብድሕሪኡ እቲ ኣካውንት እንተ እቲ ኮድ ናይ ዝተመዝጊቡ ዘሎ ፓስወርድ ናይ ዝብ ዝተመዝጊቡ ዘሎ ኣካውንት ክንሪኦ እንተ ደሊና እንታይ ኢና ክንገብር ሓንቲ ካብዚአን መሪፅና ኢና ክንትዎ ንኣብነት ኣነ ጃ ኔትፍሌክስ ጠዊቐ ሕጂ ናይ ኔትፍሊክስ ፓስወርድ ክርኢ ስለ ደልየ ዘለኹ ማለት እዩ ብድሕሪኡ ከም ንሪኦ ዘለና ፀልማት ኮይኑ ኣሎ እቲ ናተይ ኣብ ኣምስ ደቆና እንታይ ክብለና እቲ ናይ ናይ ሞባይልና እቲ ክንከፍታ ከለና ማለት እዩ እቲ ስክሪን ናይ ሞባይልና ክንከፍቶ ከለና ንጥቀመሉ ኮድ ፓስወርድ ክኸውን ይኽእል ፒን ኮድ ክኸውን ይኽእል ወይ ፊንገር ፕሪንት ክኸውን ይኽእል ዝኾነ ማለት እዩ ናይ ነቲ ናይ ሞባይልና ክንከፍታ ከለና ንጥቀመሉ እሱ ክሓተና እዩ ማለት እዩ እሱ ከዓ ነቲ ናይቲ ሴፍቲ ናይቲ ፓስወርድ እዩ ዝሓተና እሱ ንመልኦ ማለት እዩ ናተይ እቲ ፓስወርድ ስለ ዝነበረ እሱ እቲ ኮድ መሊእ እዮ ማለት እዩ እቲ ፓስወርድ እቲ ኣካውንት ኣብ ላዕሊ ከም ንሪኦ ዘለና ማለት እዩ ናይ ኢሜይል ምልክት ዘለዎ እቲ ፓስወርድ ክሪኦ ተደልና ከዓ ኣብ ታሕቲ ንህለት ነጥቢ ነጥቢ ዘለዎ ማለት እዩ እሱ እዩ ንሕርቲ ኮድ እንታይ ምኳኑ ክንሪኦ ተደልና ኣብታ ናይ ዓይኒ ምልክት ብየማን ዘላ ኣብኣ ብምጥዋ እንታይ ምኳኑ እቲ ኣብኡ ተመዝጊብ ዘሎ ኮድ ክንሪኦ ንኽእል ኢና ማለት እዩ ናይ ጂሜል ኣካውንትና ፓስዎርድ ወይ ድማ እቲ ኮድ ምስ ንርስዖ ከመይ ጌርና ሓድሽ ፓስዎርድ ወይ ኮድ ነውፃሉ ኣብዛ ቪድዮ ክንርኢ ኢና ዋላ እውን እቲ ኮድና ረሲዕናዮ ዘይኮነ እቲ ናትና ኣካውንት ካልእ ሰብ ይጥቀመሉ ክህሉ ተደኣ ንጠራጠር ኮይና እውን ሓድሽ ፓስወርድ ምስራሕ እቲ ናትና ኣካውንት ንሕና ጥራይ ንጥቀመሉ ከም ዘለና ከነረጋግፅ ንኽእል ኢና ማለት እዩ ኣብዛ ቪድዮ ብክልተ መገዲ ኢና ክንርኢ እታ ቀዳመይቲ እንታይ እያ እቲ ኣካውንት ናትና ኣብ ሞባይልና ከፊትናዮ እንተ ኣለና ኮይና ንጥቀመሉ እንተ ኣለና ኮይና ከመይ ጌርና እቲ ፓስወርድ ንቕይራ እያ እታ ካልኣይቲ ከዓኒ እቲ ኣካውንት ቶታሊ ኣብ ሞባይልና ይኹን ኣብ ኮምፒውተርና ተኸፊቱ እተ እተዘየልዩ ከመይ ጌርና ሓድሽ ፓስወርድ ንሰርሓሉ ኢና ክንርኢ ማለት እዩ መጀመርያ እንታይ ኢና ክንገብር ናብዛ ጂሜይል ኣፕሊኬሽን ናብ ጂሜል ኢና ክንከይድ ከምዚ ጌርና ናብዚ ምስ ከድና ኣብዛ የማናይ ሸነኽ ናይ ላዕለዋይ ወገን ማለት እዩ ኣብዛ ናይ ስምና ምልክት ዘላ ኣብ ኣንጥውቕ ብድሕሪ እዩ ኣብዛ ማኔጅ ዩር ጉግል ኣካውንት ብዘላ ኣብ ኣንጥውቕ ማለት እዩ ብድሕሪ እዩ ከም ዝብል ምስ መጣና እዚ ንፀጋም ሸረራ ቢልና ብምሕላፍ ኣብዛ ሴኪሪቲ ትብል ዘላ ኣብዚ ኣንጥውቕ ብድሕሪ እዚ ከም ዝብል ምስ መጻና ንታሕቲ ገጽና ንወርድ እሞ ኣብዚኣ ፓስወርድ ትብል ዘላ ኣብኣ ኢና ክንጥውቕ ቅድሚኡ ግን ክልተ ምልክት ብጫ ምልክት ገይርለይ ዘሎ ንሪኦ ዘለና ሪካቨሪ ፎን ወይ ድማ ሪካቨሪ ኢሜይል ኢሉ ሂብኒ ዘሎ ናይ ምንታይ እዩ ኣነ ነይርኒ እዩ ሕጂ ኣውፅዮ ነዛ ቪድዮ ክሰርሕ ኢለ ናይ ምንታይ እዩ እቲ ናትና ኣካውንት እቲ ፓስዎርድ ኣምስ ኣብ ንርሳዓሉ እቲ ናትና ፓስዎርድ ከምዚ ሕጂ ረሲዕናዮ ዘለና ኣብ ንርሳዓሉ ግዜ ነቲ ናትና ሓድሽ ፓስዎርድ ኣብ ምስራሕ ዝሕግዘና መገድታት እዩ እሱ ከዓ እንታይ እዩ ኣብዚ ሪካቨሪ ፎን ዝብል ዘሎ ኣብኣቲና እቲ ናትና ቴሌፎን ናምበር ብምምላእ እቲ ፓስዎርድና ክንቅይረሉ ኣብ ንደሊ ግዜ ብኡ ናብኡ ናብቲ ናትና ናምበር ኤስኤምኤስ ገይሩ ኮድ ይመጸና እሞ ድሓር እቲ ናትና ኮድ እቲ ናትና ፓስዎርድ ንምቕያር ይሕግዘና ማለት እዩ። እቲ ኢሜይል ከኣ ከምኡ ማለት እዩ ብኢሜይል ኮድ ይመጽኣና ካብ ጎግል ድሓር ካብኡ እቲ ኮድ ናብ ዝተጠቒምና እቲ ናትና ኣካውንት ሓድሽ ፓስዎርድ ክንሰርሓሉ ንኽእል ማለት እዩ። ኣብዚኣ ኣብዛ ቀዳመይቲ ግን እንታይ ኢና ክንርኢ እቲ ኣካውንትና ኦረዲ ኣብዛ ሞባይልና ተኸፊቱ ኣሎ ማለት እዩ ስለዚ ተኺልና ናብቲ ናትና ናይ ፓስወርድ ናይ ምቕያር ኢና ንከይድ እንታይ ኢና ክንገብር ኣብዚኣ ፓስወርድ ትብ ዘላ ኣብኣ ኢና ክንጥወ ብድሕሪ እዩ ከም ዝብል ክመፀና እዩ እቲ ስኻ ምዃንካ ንምርግጋፅ እቲ ፓስወርድ ካብ ምልኣዮ ይብለን ኣሎ ኣብቲ ናይ ጎግል ማለት እዩ ንሕና ግን እቲ ፓስወርድና ስለ ዝረሳዕና እዩ ኣብዚኣ ፎርጎት ፓስወርድ ዘላ ኣብኣ ኢና ክንጥወ ብድሕርዚ እቲ ናይ መወዳእታ ናይ ፓስወርድ ትዝክሮ ነገር እንተደኣልዩ ኣብዚ መላእዮ እዩ ዘሎ ንሕና ግን ረሲዕናዮ ኣለና ኢና ንብል ዘለና እንታይ ኢና ክንገብር ኣብዚኣ ትራይ ኣናዘር ወይ ኢና ክንጥውቕ ማለት እዩ ንዓይ ሕጂ ኣብዚ ኣብኡ ከሎ እቲ ጉግል ማለት እዩ ኣነ ምዃነይ ኣብቲኣ ሞባይል ስለ ተኸፊቱ ዘሎ ኣረጋጊፅ ኣሎ ግን እንታይ ከዓ ክመፀና ክእል እዩ ኣብዚ በቲ ናትካ ናይ ስክሪን ኮድ ንጥቀመሉ እቲ ናትና ናይ ስክሪን ሎክ ፓስወርድ ንጥቀመሉ ብኡ ጌርካ እቲ ናትካ ኣካውንት እስኻ ምዃንካ ከነረጋግፅ ስለ ዝደለና ንሱ ምልኣዮ ዝብል እውን ክመፀና ክእል እዩ ማለት እዩ እሱ መሊእና ድሓር ኮንቲኒ ንብላ ማለት እዩ ብድሕርዚ ከምዚ ዝብል ክመፀና እዩ ኣብዚ ሓድሽ ፓስፖርት ሓድሽ ኮድ ማለት ሓድሽ ፓስፖርት ኣብዚ ንመልእ እዚ ካልኦይቲ ድማ ንዕኡ ድጎማ እያ ትብል ዘላ ከምዚ ብምግባር እቲ ናትና ፓስወርድ ክንቅይሮ ንኽእል ማለት እዩ ሓድሽ ፓስወርድ ከነውፅእ ንኽእል ማለት እዩ እታ ካልኦይቲ መገዲ ብዛ ቪድዮ ንሪኣ ከዓ እንታይ እያ እቲ ጂሜይል ኣካውንትና ከፊትናዮ እንተ ተዘየሊና ኣብ ሞባይልና ይኹን ኣብቲ ኮምፒተርና ተኸፊቱ ተዘየሊ እሞ ኸኣ እቲ ፓስዎርድ ናቱ ምስ እንርስዖ ከመይ ጌርና ሓድሽ ፓስዎርድ ነውጽኣሉ ወይ ሓድሽ ኮድ ንሰርሓሉ ኢና ክንርኢ። ንዓኣ ንምስርሓ ከኣ እንታይ ኢና ክንገብር መጀመርያ ልክዕ ኣብታ ናይታ ቀዳመይቲ ኣብዛ ጂሜይል ኢና ክንከይድ ናብ ጂሜል ምስ ከድና መይስና እንደገና ኣብዛ ናይ ስምና ምልክት ዘላታ ኣብ የማናይ ሸነኽ ብላዕሊ ኣማምጡ ብድሕሪኡ ከምዚ ንሪኦ ዘለና ምስ መፀ ኣብዛ ኣድ ኣናዘር ኣካውንት ብዘላ ኣባምጡ ብድሕሪ እዚ ከምዚ ኢሉ ምስ መፀና ኣብዛ ጎግል ንጥውቕ ድሕሪ ኮንቲኒ ንብላ ብድሕርዚ እቲ ጂሜይል ናትና ንክንመልኦ ከምዚ ኢሉ ክመፀና እዩ ሕጂ ኣብዚ እቲ ንመልኦ ጂሜይል እንታይ እዩ ናይቲ ዝጠፍኣና ፓስወርድ ጠፊእና ዘሎ ጂሜይል ንሱ ኢና ክንመልኦ ብዚ ስለዚ ኣብዚ እቲ ጂሜይል ክመልኦ እየ ብድሕርዚ ኔክስት ንብላ ድሕሪኡ ከም ንበየ ዘሎና እቲ ፓስወርድ ንክመልእ ከምዚ ኢሉ ክመፀኒ እዩ ንሕና ግን እቲ ኮድ ኦረዲ ርሲዕናዮ ኣለና ስለዚ እንታይ ኢና ክንገብር ኣብዛ ፎርጎት ፓስወርድ ዘላ ኣብኣ ኢና ክንትዎ ድሕሪኡ ከም ዝበል ክመፀኒ እዩ እቲ ትዝክሮ ናይ መወዳእታ ኮድ ተልዩ ኣብዚ ምልኣዮ ዘሎ ኣብዚ ንሕና ሓሲብናዮ ዘለና ሕጂ ግን ቶታሊ እቲ ኮድ ወይ እቲ ፓስወርድ ረሲዕናዮ ኢና ስለዚ እንታይ ኢና ክንብላ ትራይ ኣናዘር ወይ ኢና ክንብላ ኣብዚ ድሕሪኡ ኣብዚ እንታይ ይብለኒ ኣሎ እቲ ናተይ ኣብዚ ኣካውንት መዝጊባ ዘላ ቁፅሪ ቴሌፎን ኣብዚ ይበኒ ኣሎ 07 ትውድእ ተመዝጊባ ከም ዘላ ይነግረኒ ኣሎ ብቴክስት ዲኻ ዋላ ብኮል ክንድውለልካ ናብኡ ወይ ቴክስት ኤስኤምኤስ ክንሰድድ እዩ ዝብለኒ ዘሎ እዚ እንታይ እዩ እቲ ኣቐዲመ እቲ ኣካውንት ክሰርሓ ከለኹ እቲ ናተይ ቴሌፎን ናምበር ሂበዮም ስለ ዝነበርኩ እያ ልክዕ ከምቲ ዓንተ ወይ ኣብቲ ሓንቲ እንዳሰራሕና ይኸልና ዝበልክዋ እቲ ናትካ ቴሌፎን ናምበር ወይ ኢሜይልካ እንተ ሂብካዮም ፀኒሕካ ድሓር ኣብቲ ፓስወርድ ናትካ ኣብ ተቐይረሉ ግዜ ንስኻን ምዃንካ ንመረጋገፂ ይቐልል ማለት እዩ ኤስኤምኤስ ኮድ ናብቲ ቴሌፎን ናምበርካ ይስዱልካ ካብኡ እቲ ኮድ ኣውፂኻ እቲ ፓስወርድ ክትቀይሮ ትኽእል ወይ ድማ ኢሜይል ድማ ከምኡ ማለት እዩ ኢሜይል ሰዱልካ ካብቲ ኢሜይልካ እቲ ኮድ ኣውፂኻ ንስኻ ምዃንካ የረጋግፁ ማለት እዩ እትም ጉግል ማለት እዩ ስለዚ ኣብዛ ናይተይ ሲትዌሽን እዚኣ እንታይ መፅኣትና ብቴሌፎነይ ስለመዝግብየ ዝነበርኩ ናብዛ ቴሌፎን እዚኣ ኤስኤምኤስ ክንሰደድና ይብሉን ኣለዉ ኦኬ ኢለ ኣነ ኣብዛ ኤስኤምኤስ ብቴክስት ስለ ዘለኹ ብዛ ቴክስት ክጥውቀ ከምዚ ኢሉ ድሕሪኡ ኮድ ናብ ሞባይል ክመፀኒ ክፅበየ ኤስኤምኤስ ኮድ ክመፀኒ ክፅበየ ኣብዚ ናይ ኣይፎን ኣውቶማቲካሊ ካብቲ ናይ ኤስኤምኤስ ስለ ዘምፅኦት ኮድ ኣብዚ መፅኒ ኣሎ እዚ ክመለ ኦኬ ስለዚ ከምዚ ንሪኦ ዘለና እቲ ኣነ ምዃኑ ያረጋጊፀ ኣለኹ ኣብዚ ዘንሎ ኮንቲኒ ቴልያ ከላ እቲ ኮድ ከም ዝነበረ ኮይኑ ሎጊን ክገብረ እንድሕር ኣብዴት ፓስወርድ ተይለዮ ከዓኒ ሓድሽ ፓስወርድ ንክሰርሓሉ ዕድል ክዋህበኒ እዩ ኣነ ግን ፓስወርድ ስለ ጠፊእኒ ዘሎ ፓስወርድ ሓድሽ ክሰርሓሉ ደልየ ኣለኹ ኣብዚኣ ክትወቂም ዝኣብዴት ፓስወርድ እንድሕር እዩ ከምዚ ኢሉ መፂእኒ ዘሎ እቲ ሓድሽ ፓስወርድ ንክሰርሕ ዕድል ተዋሂቡኒ ኣሎ ማለት እዩ ኣብዛ ላዕለወይቲ ፅሒፈ ኣብቲ ካልእቲ ድማ ካልኣይ ግዜ ደግማ ማለት እዩ ንዓነት እያ ፓስወርድ ኣብዚ ፓስወርድ ክሰርሓሉ እየ ድሕርዚ እቲ ፓስወርድ እዚ ኣብዛ ቀዳሚት ዝመጣናያ ኣብዛ ኣብዛ ካልኢት ከዓ ምስ ደገምናያ ንሳ ኢና ንደግማ ኦኬ ሓደ ዓይነት ክኾን ኣለዎ ስለዚ ኣነ ተጋጊየ ፀኒሐ ኣለኹ ሴቭ ፓስወርድ ክላይ ኦኬ ስለዚ እቲ ፓስወርደይ ከም ብሓድሽ ሰሪሐዮ ኣለኹ እቲ ኣካውንተይ ከም ብሓድሽ ሪካቨር ገይረዮ ማለት እዩ ከም ዝሪኦ ዘለና እቲ ኣካውንተይ ኣብዝቲ ናቲ ጂሜይል ኣካውንተይ ተኸፊት ኣሎ ማለት እዩ ከምዚ ጌርና እቲ ናትና ጂሜይል ኣካውንት ፓስወርድ ሪካቨር ክንገብሮ ንኽእል ማለት እዩ
ሰላም ሰላም ኩራት ተኸተልቲ ከመይ ቀኒኹም ኣብ ዘለኹም ፅቡቅ ክትህልው እንዳተመነኹም በኣር ከስንለዉ ከዓ ከም ኩሉ ግዜ ሓንቲ ሓጋዚትን መሃሪትን ዝበልክዋ ቪድዮ ብጠለብ ናይ ተኸታተልቲ ዝተሓተትክዋ እየ ሒዘ መፅእ ዘለኹ ንሳ ከዓ እንታይ እያ ትብል ከመይ ጌርና ናይ ፌስቡክና ፓስወርድ ወይ ድማ ቲኮድ ንቕይሮ እያ ትብል ስለዚ ኣብዛ ሓጻር ቪድዮ ብቕልል ዝበለን ብሓጺር መገድን ክንሪኣ ክንፍትን ኢና ግዜ ከይበልዓልኩም ናብዛ ቪድዮ ከብለኩም ሰዓውኒ ኦኬ እምበኣር ብድሕሪ እቲ ፌስቡክና ምስ ከፍትና ከምዚ ኢሉ ምስ መፀና ኣብዛ ታሕቲ ንሪኣ ዘለና ኣብዛ የማናይ ሸነኽ ሜኑ ትብል ዘላ ሰለስተ ነጥቢ ሰለስተ ሕንፃፅ ዘለዋ ኣብኣ ክንጥውቕ ኢና ብድሕሪ ከምዚ ኢሉ ምስ መፀና ኣብዛ ላዕለወይቲ ናይ ሰቲን ምልክት ዘላ ኣብዛ ሰቲን ክንጥውቕ ኢና ብድሕሪኡ ከምዚ ኢሉ ክመፀና እዩ ሊስት ማለት እዩ ከም ንሪኦ ዘለና ንዓና ትድልየና ዘላ ብዛ ኣካውንት ሰንተር ኣብኡ ድማ ኩሉ ናትና ሓበሬታታት ኩሉ ኢንፎርሜሽን ካብ ስምና ትሒዝካ ክሳብ ዩዘር ኔም ኩሉ ክንቀይሮ ትደልና ኣብዚ ኣካውንት ሰንተር እዩ ዝርከብ ስለዚ ኣብዚ ኣካውንት ሰንተር ዝብለላ ኣብኣ ክንጥወቕ ኢና ብድሕሪኡ ከምዚ ኢሉ ክመፀና እዩ ብቲ ኣካውንት ሰንተር ማለት እዩ እቲ ኩሉ ክንገብሮ ንኽእል ኣብዚ ኣቲና ኣብዚ ሊስት ክበና እዩ ንዓና ግን እቲ ፓስወርድ ኢና ክንቀይሮ ደልና ዘለና ስለዚ ብዛ ፓስወርድ ኤን ሴኪሪቲ ዘላ ኣብኣ ክንጥበቆ ኢና ማለት እዩ ብድሕሪኡ ከምዚ ኢሉ መሊሱ ካልእ ሊስት ክበና እዩ ማለት እዩ ድሓር ንሕና ግን እቲ ፓስወርድ ኮድ ኢና ክንቀይር ደልና ዘለና ብዛ ቼንጅ ፓስወርድ ዘላ ዛ ቀዳመይቲ ኣብኣ ክንጥበቆ ማለት እዩ ብድሕሪኡ ከምዚ ኢሉ ኣካውንት ከምርጸና እዩ ኣነ ሓንቲ ኣካውንት ስለ ዘላትኒ በይና መጽያ ኣላ ካልእ ኣካውንት ድሕር ክልተ ሰለስተ ተልይኩም ከዓ ብዚ ክመጽ እዩ እቲ መሪጽኩም እንታይ ኣካውንት እታ ክትቀይሩላ ዘለኹም ፓስወርድ ኣብ ኣጥብቑ ማለት እዩ ብድሕሪኡ ከምዚ ኢሉ እቲ ነቲ ፓስወርድ ናትና ነቲ ኮድ ንክንቅይሮ ዕድል ክበና እዩ ማለት እዩ እዘን ሰለስተ ንርእየን ዘለና ባዶ ቦታ እታ ቀዳመይቲ እቲ ናይ ሕጂ ዘሎ ኮድና ንሱ ሙሉኣ እያ ትብለን ዘላ እታ ካልኣይቲ ከዓኒ እቲ ሓድሽ ፓስወርድ ኣብታ ሳልሰይቲ ከዓ እቲ ሓዳሽ ፓስወርድ ድገመ እያ ትብል ዘላ ስለዚ እንተ ንፈልጦ ኮይና እዚ ናይ ሕጂ ኮድና ኣብታ ቀዳመይቲ መሊእና እተን ካልኣይቲ ሳልሰይትን መይስና ንመለን ዘይንፈልጦ ተኮይና ግን እዛ ፎርጎተን ፓስወርድ ዘላ ኣብ ኣምጥኦ ማለት እዩ ንድሕርቲ ኮድና ተረሲዕና እዩ ማለት እዩ ዘይንፈልጦ ተኮይና ኣብቲ ፎርጎተን ፓስወርድ ምስ ጠወቕና ከምዚ ኢሉ ክመፀና እዩ ማለት እዩ ቬሪፊኬሽን ክንገብረሉ ንኽእል እቲ ናትና ክንሰርሓ ከለና ዝሃብናዮ ኢሜይል ንሱ ክበና እዩ ማለት እዩ እዚ ከዓ እንታይ ዝገብር ዘሎ ንሕና ምዃንና መረጋገፂ እትዮም ፌስቡክስ ንሕና ምዃንና መረጋገፂ ነቲ ኮድ ንቕይሮ ዘለና ኮድ ክሰዱልና ስለ ዝደለዩ ካብዚ ምረፅ ብለን ኣሎ ማለት እዩ ኣነ ብኢሜይል ጌርኩም ስለዘድለየ ኢለ ኣብታ ናይ ኢሜይል ጠቢቀ ኣለኹ ድሓር ኣብዚኣ ኔክስት ንብላ ማለት እዩ ብድሕሪኡ እንታይ ክትገብረልና ኔክስት ምስ በልና ኣብታ ናይ ኢሜይል ጠቢቕና ኣብ ኢሜይልና ኮድ ክመፀና እዩ ካብ ፌስቡክ ቁፅሪ ማለት እዩ ስም ነምፀን ተን ኮድ ከይድና ነምፀን ብድሕሪኡ እሱ ኔክስት ምስ በልናዮ ከምዚ ኢሉ እተን ናይ ሽዱሽተ ቁፅሪ ኣብ ኢሜይል ዝመፃና ኣብዚኣ ምልኣይ እንትለላ ማለት እዩ ከም ንሪኦ ዘለና ኣብቲ ኢሜይልና ከይድና እተን ኮድ ነምፅአን ከም ንሪኦ ዘለና እቲ ኮድ ብኢሜይል ዝመፀኒ ኮድ ኣብዚ ይመልኦ ኣለኹ ሽዱሽተ ናብዚኣ ንመለን ድሕሪኡ ኔክስት ንብለን ብድሕርዚ ኣነ ምዃኑ ኣረጋጊፆም ኣለዉ ፌስቡክ እቲ ኮደይ ንክቕይሮ ዕድል ይቦም ኣለዉ ማለት እዩ ስለዚ ኣብዚ እቲ ናተይ ኮድ ሕጂ ክቕይሮ ደልየ ዘለኹ ኣብዚ ክመልኦ እቲ ሓድሽ ፓስወርድ ማለት እዩ እቲ ሓድሽ ኮድ ኣብዚ ንመሎ ድሓር ኔክስት ንብላ ያ ድሕርዚ እቲ ናትና ፌስቡክ ተመሊሱ መፂእና ኣሎ ማለት እዩ እቲ ኮድ ድማ ቀይርናዮ ኣለና ማለት እዩ ስለዚ ከምዚ ጌርና እቲ ናትና ፓስወርድ እቲ ናትና ኮድ ማለት እዩ ብሕፅር ዝበለ ክንቅይራ ወይ ድማ እንድሕር ዘይንፈልጦ ኮይና ወይ ተረሲዕናዮ ከምዚ ጌርና ክንቅይሮ ንኽእል ማለት እዩ እዛ ሕቶ ካብ ተኸታተልቲ እያ መፅያትኒ ኣብ ኮመንት ማለት እዩ ሓረ ብቪድዮ መልክዕ ገይረ ከቕርባ ኢለ ከዓ ብቪድዮ ሰሪሐ ምፅእ ኣለኹ ማለት እዩ ባርከስ ናብታ ቪድዮ ክብለኩም ኣብዛ ቪድዮ እንታይ ኢና ክንርኢ ከመይ ጌርና ናትና ናይ ፌስቡክ ስምና ንቕይሮ ኢና ክንርኢ መጀመርያ ናብ ፌስቡክ ንከይድና ማለት እዩ ፌስቡክና ንኸፍቶ ትሕሪኡ ከምዚ ኢሉ እቲ ናትና ፌስቡክ ምስ ተኸፍተ ኣብዚኣ ታሕተወይቲ ኣብ የማናይ ወገን ኣብ ታሕቲ ዘላ ማለት እዩ እዚኣ ሰለስተ ሕንፃፅ ዘለዋ ኣብዚኣ ንጥውቕ ብድሕርዚ ከም ዝበል ክመፃና እዩ ከም ንሪኦ ዘለና ማለት እዩ ድሓር ኣብዛ ላዕሊ ንሪኣ ዘለና ናይ ሰቲ ምልክት ኣብዛ ሰቲ ንጥውቕ ብድሕሪኡ ከም ዝብል ክመፀና እዩ ኣብዚ ንሪኣ ዘለና ኣካውንት ሰንተር ዘላ ኣብዚኣ ኢና ክንጥውቕ ኣብዚ ኣካውንት ሰንተር ዘላ ኣብዚኣ ንጥውቕ ብድሕሪኡ ከምዚ ኢሉ እንደገና ክመፀና እዩ ኣብዚ ከዓ እቲ ናትና ኣብዚኣ ፕሮፋይል ዘላ ኣብዚኣ ንጥወቕ ማለት እዩ ኣብዛ ፕሮፋይል ስለዛ ኣብዚኣ ንጥወቕ ኣብዚ እንተ ደኣ ብዝሕ ዝበለ ወይ ክልተ ሰለስተ ፌስቡክ ኣካውንት እንተ ኣለና ኮይኑ ኣብዚ ክመፀና እዩ ተሪሉ ማለት እዩ ከም ንሪኦ ዘለና ንዓይ ሓንቲ ስለ ዝኾነት እታ ኣሳ ጥራይ መፅያትኒ ሓራፍታ ዘለናያ ኣካውንት ጠቢቕና ድማ ከም ዝብል ክመፀና እዩ ማለት እዩ ብድሕሪኡ ከም ንሪኦ ዘለና ካብ ኔም ዩዘር ኔም ኩሉ እቲ ናይ ኣብቲ ፕሮፋይለይ ዘሎ ናተይ ክቕይሮ ዝኽእል መጺእኑ ኣሎ ማለት እዩ ድሓር ንሕና ደልና ዘለና ስምና ኢና ክንቀይሮ ደልና ኣብዛ ኔም ትብል ዘላ ብዛ ቀዳሚ ዘላ ኣብዚኣ ንጥቕ ማለት እዩ ብድሕሪኡ ኣብዚ ብዝላዕሊ እቲ ስምና ስማ ቦላንት ወይ እቲ ክንቀይሮ ዘለና እቲ ናትና ናይ ፌስቡክ ስምና ክኾነ ደልናዮ ዘለና ኣብዚ ንመልኦ ማለት እዩ ኣብዚኣ ሓንቲ ኣገዳሲት ክንፈልጣ ዘለና ማለት እዩ ክነግርኩም ዝደሊ እንታይ ኣላ እዚ ስምና እዚ ምስ ቀየርናዮ ንሱሳ መዓልቲ ክንቅይሮ ይንኽእል ኢና ንኣብነት እንታይ ማለት እየ እዚ ስም እዚ ሕጂ ዝቕይሮ ዘለኹ ካብ ሎሚ ክሳብ ሱሳ መዓልቲ ኣብ መንጎ እንተ ተጣዒሰ ወይ ካልእ ሽም ክቕይሮ ተደልየ ክቕይሮ ይክእል እየ ማለት እዩ ስለዚ ክትቅይሮ ከለኹም ክትፈልጥዎ እዚ ኣገዳሲ እዩ ማለት ዋላ ንክትፍትንዎ ኢልኩም እተ እቲ ዘይደለኹም ስም ከይትመልእዎ ወይ ድሓር ካብ ተጣዓሱ ክትቅይርዋ ከለኹም ሱሳ መዓልቲ ክትቅይርዎ ከምዘይትኽእሉ ካብ ሎሚ ትሒዝኩም ክትፈልጡ ኣለኩም ማለት እዩ ስለዚ ተጠንቂቕኩም ክትመልእዎ ኣለኩም ኩሉ ቸክ ጌርኩም ሹር ምስ ኮንኩም ከምቲ ቀይርዋ ከም ዘለኹም ወይ ፅቡቅ ጌርኩም ፅሒፍኩም ኣለኹም ዲኹም ምስ ፈለጥኩም ኣብዚ ኣዳን ትብልዋ ማለት እዩ ትውድኡ ማለት እዩ ተዘይኮይኑ ሓንሳብ ምስ ቀየርኩማ ንሱሳ መዓልቲ ክትቅይራ ይትኽእል ኢኻ ንኣብነት ተጋጊኹም እንተ ሕጂ ቀይር ተቢልኩማስ ምልስ ኢልካ ከምዚ ረሲዕ ኣለኹ ኢልካስ ክትቅይሮ ትኽእል ነገር ኣይኮነን ሱሳ መዓልቲ ማለት እዩ ክልተ ወርሒ ማለት እዩ እታ ከኣ እንታይ እያ ትብል ከመይ ጌርና ነቶም ኣብ ፌስቡክ ኣካውንትና ዘለዉ ፍሬንድስ ካልኦት ሰባት ዝኾነ ሰብ መጺኡ ምስ መን ፍሬንድስ ኢና ምስ መን ፍሬንድስ ኣይኮናን ክርእዮም ከም ዘይክእል ንገብሮ እያ ትብል ምክንያቱ ዝኾነ ሰብ ኣብ ናትና ኣካውንት ኣትዩ ምስ መን መን እዮም ናትና ፍሬንድስ ንመን ኢና ፈለዉ ንገብሮም ወይ ንመን ፈለዋ ኣይንገብሮም ክርእይዎ ይኽእሉ እዮም ማለት እዩ ስለዚ ነዚ ከመይ ጌርና ከም ዘይረአ ወይ ድማ ንሕና ጥራይ ክንሪኦ ከም ንኽእል ንገብሮ ኢና ክንርኢ ማለት እዩ እዚ ከዓ ዝተፈላለየ ዓይነት ምክንያት ክህልዎ ክእል እዩ ቀዳማይ ቀዳማይ ነቲ ናትና ፕራይቨሲ ማለት ምስ መን ፍሬንድስ ኢና ምስ መን ፍሬንድስ ኣይኮናን ክፈልጠልና ሰብ ተዘይደሊና ምስ መን ንራኸብ ምስ መን ኣይንራኸብን ክርእየልና ሰብ እንተ ተዘይደሊና ከምኡ ክንገብሮ ንኽእል ኢና ካልእ እውን ዝተፈላለየ ዓይነት ምክንያት ክህልዎ ይኽእል እዩ ስለዚ እዚኣ ከዓ ሓንቲ ካብተን ናይቲ ነቲ ናትና ፕራይቨሲ ወይ ድማ ነቲ ናትና ውሕስነት ናይቲ ኣካውንትና ንምሕላው ንገብራ ነገር እያ ማለት እዩ ቅድሚ እዛ ቪድዮ ምጅማርና ግን ኣብዛ ቻነል ሓደሽቲ ሰባት እንተደኣ ኮንኩም ደጊመ እንኳዕ ደሓን መጻኹም ክብለኩም ፈቱ ብምቕጻል ኣብዛ ቻነል ሓገዝቲ ዝበልኩም ቪድዮታት ምስ ሞባይል ይኹን ላፕቶፕ ወይ ድማ ካልእ ኮምፒውተራት ብሓፈሻ ኣብ ቴክኖሎጂ ዘተኮረ ቪድዮታት ሒዘ ዝቐርብ ካልእ ብዘይካዚ ዝኾነ ሰብ ኣብቲ ታሕቲ ኣብ ናይ ኮመንት ሴክሽን እንተደ ሕቶ ሓቲትኒ እንተደ እቲ ሕቶታት ድማ ብፅሕፈት ክምለስ ዘይክእል እንተኮይኑ ግድን ቪድዮ ክሰርሓሉን ዝብሎ ነገር እንተደ ኮይኑ ቪድዮ ዘቕርብ ስለዚ ሳብስክራይብ እንተ ዘይገበርኩም ኮንኩም ኣብ ቀጻሊ ዘውርዶ ቪድዮታት መታን ብቐጥታ ክትከታተሉ ሳብስክራይብ ክትገብሩ ብትሕትና ይሓትት ኣብ መወዳእታ እዛ ቪድዮ እንተ ፈቲኹማ ከዓኒ ናብ ካልእ ሰባት መታን ክትባጻሕ ሸር ላይክ ክትገብርዋ ብትሕትና ይሓተኩም እትዮም ሳብስክራይብ ዝገበርኩም ከዓኒ ይቐኒየለይ ካብ ልቤ ዘመስግነኩም ኦኬ እምበኣር ሕጂ ናብታ ቪድዮ ከብለኩም መጀመርያ እንታይ ኢና ክንገብር እቲ ናትና ፌስቡክ ኣካውንት ክንከፍቶ ኢና ማለት እዩ እታ ፌስቡክ ኣፕሊኬሽን ከይድና ፌስቡክ ስታርት ንገብሮ ብድሕሪኡ ከምዚ ኢሉ ምስ ተኸፍተልና እዚኣ ኣብ ታሕቲ ኣብ የማናይ ሸነኽ ኣብ ታሕቲ ንሪኣ ዘለና ሰለስተ ሕንጻጽ ኣብዚኣ ንጥወቕ ማለት እዩ ብድሕሪኡ ንሳ ኣብኣ ምስ ጠወቕና ከምዚ ኢሉ ክመፀና እዩ ድሓር ኣብዛ ናይ ሰቲን ምልክት ኣብዛ ላዕሊ ንሪኣ ዘለና እንደገና ኣብዚኣ ንጥወቕ እንደገና መሊሱ ከምዚ ኢሉ ክመፀና እዩ ንታሕቲ ስክሮል ጌርና ንወርድ ማለት እዩ ንታሕቲ ሸር እናበልና ንወርድ ብድሕሪኡ ከምዚ ኢሉ ምስ መፀና እዛ ሳልሰይቲ ንሪኣ ዘለና ሃው ፒፕል ካን ፋይንድ ዩ ኤንድ ኮንታክት ዩ ዘላ ኣብዛ ሳልሰይቲ ዘላ ማለት እዩ ምልክት ዝገበረልኩም ዘለዎ ኣብ ኣንጡ ብድሕርዚ ከምዚ ኢሉ ክመፀና እዩ እዚኣ ካልኣይቲ ንሪኣ ዘለና ሁ ካን ሲ ዩር ፍሬንድስ ሊስት ትብል ዘላ ኣብዚ ሕጂ ግዜ ፓብሊክ ትብል ኣብታ ትሕቲኣ ንሪኣ ኣለና ኣብ ኣንጥቑ ማለት እዩ ድሓር ከምዚ ኢሉ ምርጫ ክመፀና እዩ ማለት እዩ ከም ንሪኦ ዘለና ኣብዚ ሕጂ ግዜ እቲያ ንሪኦ ዘለና ኣብቲያ ፓብሊክ ኮይና ኣላ ማለት እዩ እዚ ከዓ እንታይ ማለት እዩ ኩሉ ኣብቲ ናትና ፕሮፋይል ኣትዩ ዝኾነ ሰብ ማለት እዩ ፍሬንድስና ይኹን ኣይኹን ኣብቲ ናትና ፕሮፋይል ኣትዩ መን ፍሬንድስ ናትና በዓል መን እዮም ወይ ድማ ፅሒፉ ድዩ ዋላኡ ሰርች ገይሩ ክርእዮ ይኽእል ማለት እዩ ስለዚ መን ፍሬንድስና ኣሎ መን ፍሬንድስና ኣይኮነን ምስ መን ኮንታክት ኣለናስ ክርእዮ ይኽእል ማለት እዩ እዛ ካልኣይቲ ንሪኣ ዘለና ፍሬንድስ ትብል ዘላ ከዓኒ ኣብዚ እትዮም ናትና ፍሬንድስ ጥራይ ክርእይዎ እንተ እንጀል እንተኮይና ማለት እዩ ኣብዚኣ ንገብራ እቶም ናትና ፍሬንድስ ዝኾኑ ጥራይ ነቲ ናትና ካብ መን ካልኦት ፍሬንድስ ኣለውና ኣትዮም ክርእይዎ እንተ ደሊልና ከምኡ ንገብራ ማለት እዩ እዛ ሳልሰይቲ ንሪኣ ዘለና ፍሬንድስ ኤክሰፕት ትብል ዘላ ከዓኒ እንታይ ማለት እዩ እትም ፍሬንድስና ብዘይካ ከዓ ዝተወሰኑ ሰባት ማለት እዩ ኣብኡ ኣቲና ሰባት ክንመርፅ ንኽእል ኢና እንድሕር ዳ እቶም ነቲ ናትና ፍሬንድስ ሊስት ክርእይዎ ዘይንደልዮም ሰባት ውሱናት ተደኣ ኮይኖም ኣብኡ ኣቲና ክንቦም ንኽእል ኢና ማለት እዩ ኣብኡ ሂብና እዞም ሰባት እዚኦም እዞም ሰባት እዚኦም ጥራይ ክርእይዎ ከምዘይደለና ክንገብሮ ንኽእል ኢና እዛ ብታሕቲ ዘለ እዚኣ ከዓኒ ስፐሲፊክ ፍሬም ስብ ዘላ ማለት እዩ እዛ ሕጂ ንደልያ ዘለና ግን እዛ መወዳእታ ዘላ ኦን ሊሚት ብ ዘላ እሳ ኢና ንደሊ ዘለና ንሕና ጥራይ ክንሪኦ ከም ንኽእል ክንገብራ ኢና ደልና ዘለና ስለዚ እንታይና ክንመርፅ እዛ ናይ መወዳእታ ዘላ ኦን ሊሚት ብ ዘላ ንሕና ጥራይ ክንሪኦ ከም ንኽእል ክንገብሮ ኢና ደልና ዘለና ኣብዚ ሕጂ ግዜ ስለዚ እዛ ናይ መወዳእታ ዘላ ኦን ሊሚት ብል ንሳ ጠቢቕና ሴቭ ንገብራ ማለት እዩ ብዛ ሴቭ ምስ ጠበቕና ካብዚ ሕጂ ትሪእዎ ዘለኹም እዚኣ ፓብሊክ ዝነበረት ዓንተወ ኣብዚ ሕጂ ግዜ ኦንሊ ሚ ተቐይረላ እዚ ከዓ እንታይ ማለት እዩ ኣነ ጥራይ ነቶም ናተይ ፍሬንድስ ሊስት ክሪኦም ከም ዝኽእል ማለት እዩ ካልእ ዝኾነ ሰብ ኣብቲ ናተይ ፕሮፋይል ፌስቡክ ፕሮፋይል ኣትዩ ነቶም ፍሬንድስ ናተይ ክሪኦም ከም ዘይክእል ገይረዮ ኣለኹ ማለት እዩ ስለዚ በዚ መገዲ እዚ ከዓኒ ዓፅዮ ኣለኹ ናተይ ፍሬንድስ ሊስት ማለት እዩ እምበኣር ከመይ ጌርና ኣብ ላፕቶፕ ወይ ድማ ኮምፒተር ብግእዝ ወይ ድማ ብትግርኛ ንጽሕፍ እያ ክትከውን። ቀንዲ መበገሲ ናይዛ ሓሳብ ኣብ ዝሓለፈ ቪድዮታት ዝዘርጋሕኩዎ ኣብ ኮመንት ዝጸሓፉለይ ተኸታተልቲ መሰረት ገይረ እየ እዚኣ ቪድዮ ክሰርሓ መሪጸ። ስለዚ እቶም ላፕቶፕ ወይ ድማ ኮምፒተር ዘላትኩም እሞ ከኣ ብትግርኛ ክትጽሕፉ ዘይከኣልኩም ወይ ብግእዝ ኣልፋቤት ክትጥቀሙ ዘይከኣልኩም እዛ ቪድዮ ክሳብ መወዳእታ ተተኸታቲልኩማ ብጣዕሚ ክትሕግዘኩም እያ ማለት እዩ እትም ላብቶብኩም ምሳኩም ዘላ ወይ ድማ ኣብ ቀረባ ዘላ እሞ ከኣ ብትግርኛ ጌርኩም ብግእዝ ጌርኩም እዚ ግእዝ ኣልፋቤት ተጠቂምኩም ማለት እዩ ብትግርኛ ይኩን ካልእ ዓይነት ቋንቋ ክትጽሕፉ ትደልዩ ኣብዚ ሕጂ ግዜ መታን ካብ መጀመርያ ክሳብ መወዳእታ ስቴፕ ባይ ስቴፕ ስለ ዘርእየኩም መታን ምሳይ ጀሚርኩም ምሳይ ክትውድኡ ኩሉ ከኣ ክርዳእኩም ላፕቶፕኩም ተጀመርኩሞ ወይ ድማ እዚ ቪድዮ ናተይ ጠጠው እንዳበልኩም ኣብ መንጎ ተጀመርኩሞ ጽቡቅ ተዘይኮይኑ ከኣኒ እቶም ኣብ ሞባይል ኣብ ካልእ ትርእይዎ ከኣ ንኻልእ ግዜ መታን ክኾነኩም እዛ ቪድዮ ሴቭ ወይ ድማ ሸር ክትብልዋ ትኽእሉ ኢኹም። ዝኾነ ነገር ምስ ዘይርድኣኩም ወይ እዚ ኣነ ኣብዚ ቪድዮ ዝገብሮ እንተዘይተረዲኡኩም ወይ እንተድኣ ኣብ መወዳእታ እዚኣ ገብራ እንተድኣ ኣብያትኩም ኣብቲ ናትኩም ላፕቶፕ ኣብ ኮመንት ጸሓፉለይ ብካልእ መገዲ ገይረ ከርእየኩም ክፍትን እየ። እቶም እዛ ቪድዮ ምስ ረኣኹማ ጽቡቕ ተረዲኣትኩም እሞ ከኣ እታ ፕሮግራም ኣውሪድኩም ክትጥቀሙላ ወይ ድማ በቲ ዝደለኹምዎ ቋንቋ ብግእዝ ኣልፋቤት ገይርኩም ክትጽሕፉ ዝክኣልኩም ከኣ ኣብ ኮመንት Yes ወይ ከኣ ኮይና ትለይልኩም ተጺሒኩምለይ ከኣ ክንደይ ሰብ እዛ ቪድዮ ተረዲኣቶ ክጥቀመላ ክኢሉ ወይ ከኣ ክንደይ ከ ክጥቀመላ ኣይከኣለን ገምጋም ክወስድ ክትሕግዘኒ እያ ማለት እዩ ወይ ካልእ ዓይነት ዝኮነ ርእይቶ ወይ ኣብቲ ኣገላልጻይ ድዩ ይቕልጥፈኩም ዝሕለኩም ወይ ኣብቲ ኣገላልጻ ዘይርድኣኩም ተልዩ ዝኾነ ዓይነት ርእይቶ ተልዩኩም ከኣ ኣብ ኮመንት ጸሓፉለይ ኢኹም ኣብ ዝመጽእ ቪድዮታት መታን ከመሓይሾ ኦኬ እምበኣር ኩራታታት እቲ ሕጂ ግዜ ከይበላዕኩ ናብታ ቪድዮ ከብለኩም መጀመርያ እንታይ ኢና ክንገብር ኣብ ዌብ ብራውዘር ማለት እዩ ዌብ ብራውዘር ዌብ ብራውዘር ክንከፍት ኢና ብዘየገድስ ፋየርፎክስ ዲኹም ትጥቀሙ ማይክሮሶፍት ኤች ወይ ድማ ጎግል ክሮም ድዩ ዝኾነ ማለት እዩ ንስኹም ትጥቀምሉ ዌብ ብራውዘር ንሱ ክፈትዎ እሞ ኣነ ንኣብነት ብሬት ዝበሃል ዌብ ብራውዘር እየ ዝጥቀም ፍልል የብሉን ንሱ ከፊተዮ ኣለኹ ማለት እዩ ብድሕሪኡ ኣብዛ ናይ ሰርች ምልክት ማለት እዩ ናይ ዝኾነ ዌብሳይት ንመልኣላ ወይ ሰርች ንዘላ ኣብ ኣብዛ ከምዛ ንሪኣ ዘለና ኣብዚኣ ከድኩም ግእዝ ለብ ዳት ኮም ኢልኩም ትጽሕፉ ማለት እዩ ከምዚ ትርእይዎ ዘለኹም ግእዝ ለብ ዳት ኮም ኢልና እንተ ቂሕፍና ኣብ ድሕሪኡ ኢንተር እንተ ኢልናዮ ከምዚ ኢላ እዛ ንሪኣ ዘለና ዌብሳይት ክትመፀና እያ

ኣነ መብዛሕትኡ ግዜ ዴስክቶፕ እየ ዝመርጽ ዴስክቶፕ ክገብራ እየ ንስኹም ኣብ ዝደለኹሞ መኣልቲ ብድሕሪኡ ከም ንሪኦ ዘለና በዚ የማን ማልቱ ዳውንሎድ ከም ዝኾነት መጽያትኒ ኣላ ኣብዚኣ ክልተ ግዜ ጠዊቐ ክኸፍታ ክእል ዳይሬክት እታ ፋይል ማለት እዩ ተዘይኮይኑ ከዓኒ እንድሕር ኣብ ካልእ ግዜ መጺኹም ድሕርቲ ዳውንሎድ ምስልኩማ ከዓ ኣብዚ ናይ ዝኾነ ዶኩመንት ተቐምጥሉ ኣብዚ ከድኩም ከዓኒ ኣብታ ዘቐመጥኩማ ማፕ ማለት እዩ ኣብኣ ከድኩም እታ ዳውንሎድ ዝበልኩማ ፋይል

ድሓር ነዚኣ ድማ መሊሰ ክልተ ግዜ ክጥውቃ እየ ማለት እዩ ዳብል ክሊክ ገብረ እታ ፕሮግራም ስታርት ክትከውን እያ ማለት እዩ እዚኣ ዳብል ክሊክ ተገይራ ሕጂ ፅልምት ኢሉ እቲ ክሓተኒ ስለ ዝፀንሐ ምስቲ ሪኮርድ ናይቲ ቪድዮ ክብል ስለ ዘይከኣለ ማለት እዩ ግን ንዓኹም ክሓት ከምዚ ሕቶ ክመፀኩም እዩ እዚ ፕሮግራም እዚ ዳውንሎድ ክኸውን ደልዩ ኣሎሞ ፈቓደኛ ድያ ክብለካ እዩ የስ ትብልዎ ማለት እዩ ድሕሪኡ ከምዚ ዳትያ ሶፍትዌር ክትመፅያ እታ ፕሮግራም

እዚኣ እንተን ዘውረድናየን ሕጂ ክመጻና እየን ከምዚ ኢለን ዝንሪኦ ዘለና ማለት እዩ ክልተ ዓይነት ሕብሪ እዚኣ እንታይ እያ እዛ ሕጂ ምልክት ዝገብረልኩም ዘለኹ ዳብል ክሊክ እንተ ጌርናያ ወይ ድማ ክልተ ግዜ ተጠቢቕናያ እታ ትሕብረና እያ እዚኣ እታ ማንዋል እያ ማለት እዩ ከመይ ጌርካ እቲ ፕሮግራም ትጥቀመሉ ትሕብር ማለት እዩ ንኣብነት እንድሕር መጀመርያኹም ኮይኑ እዚ ግእዝ ንክትጥቀምሉ እንታይ ዓይነት ኣልፋቤት ተጠቒምካ ኣብቲ ናትና ናይ ላፕቶፕካ ኪቦርድ ዝኾነ ናይ ግእዝ ቃል ተፅሒፍካ ትስብር ማለት እዩ ስለዚ እንተ ዝኾነ እንዳፅሓፍኩም ዘለዎም ዝኾነ ተጠፊእኩም ቃል ከመይ ጌርካ ከም ትፅሓፍ እንተ ጠፊኣትኩም ተመሊስኩም ኣብዚ ትሪእዎ ማለት እዩ ሓረዚ ከዓኒ ልክዕ በታ ኣየናይ ዓይነት ኣልፋቤት ጠዊቕኩም ዝዘለኹም ቁፅሪ ክትፅሓፉ ከም ትኽእሉ ኣብዚ ክነግረኩም እዩ ማለት እዩ ስለዚ እዚኣ ፅብቕቲ እያ ምሳይ እያ ትወርድ ኣውቶማቲካሊ ባዕልኩም ምውራድ ኣይድልየኩም እዩ እዛ ኣብ ጎና ዘላ ከዓ እታ ቀንዲ ፕሮግራም ማለት እዩ ኣብኣ ከዓ እንድሕር ክልተ ግዜ ተጠዊቕና ወይ ዳብል ክሊክ ተጌርና እዛ በዛ የማን ንሪኣ ዘለና ንእሽተይ ምልክት ናይ ግ ከምኣ ከም ዓይነት ሕብሪ ማለት እዩ ብየማን ኣብዚ ታሕቲ ከም ንምልክት ዝገብረልኩም ዘለዎ ከምዚኣ ኢላ ሳኽ ክትመፅኣ ማለት እዩ ድሕሪ ንኣብነት ዝኾነ ፋይል ክኸፍት እየ መታን ኣብነት ክንርኢ እግረ መገድና

ወይ ድማ ወይ ዳብል ክሊክ ክልተ ግዜ ንጥውቃ ማለት እዩ እንድሕር ኣክቲቭ ክንገብራ ደሊና ንዓ ክንጥቀመላ ደሊና ወይ ድማ እቲ ናይ የማናይ ሸነኽ ናይ ማውዝ ጠዊቕና ድማ ኦን ኦፍ ዝብል ምልክት ኣሎ ክፋት ኣሎ ኣብኡ ክንገብሮ ንኽእል ኢና ዝቐለለት መገዲ ግን ክልተ ግዜ ብርእሲ ኣተጠዊቕካ ዳይረክት ኣክቲቭ ክኸውን ማለት እዩ ክንሪኦ ዘለና ሕጂ ኣብዚ ኣብዛ ዝኸፈትክዋ ዶኩሜንት ማለት እዩ ፋይል ብትግርኛ ክፅሕፍ ጀሚረ ኣለኹ ማለት እዩ። እዚ ፅሕፈት ደቐቕ ኢሉ ኣሎ ቁሩብ ዕብይ ከብለ እየ መታን ፅቡቅ ገይሩ ክረኣየና ያ እዚ ዕብይ ኣቢለ ኣለኹ ስለዚ ከምዚ ጌርና ዝኾነ ዓይነት ቃል ብትግርኛ ክንጽሕፍ ንኽእል ማለት እዩ። ንኣብነት ድሓር እዚኣ ማንዋል ምስኣ ዝመጸት ብኸመያ ጽብቕቲ ወይ ድማ ኣገዳሲት ማለት እዩ። እንተ ዝኾነ ነገር እንዳጸሓፍና ከለና ዝኾነ ዓይነት ቃል እንተ ጠፊእና ወይ ድማ ከመይ ጌርና ንጽሕፎ እንተ ስኢናዮ ገለገለ ቃላት ኣሎ ከቢድ ሓዋዊስካ ክትጽሕፎ ዘለካ ማለት እዩ። እዛ ምሳኣ ዝመጸት ማንዋል ማለት እዩ እታ ምሳኣ ኣብ ጎና ዘላ ፕሮግራም ንዓኣ ክልተ ግዜ ጠዊቕና ስታርት ንገብራ ማለት እዩ ከምዚ ኢላ ክትከፈተልና እያ ድሕሪኡ እቲ ብዘለናዮ ኣልፋቤት ንደሊ ማለት ንኣብነት ኣብዚ እንዳፀሓፍ ከለኩ ሕጂ እዚኣ ዕ ማለት እዛ ቃል ሓንቲ እዛ ዕ እሳ ጠፊኣትኒ ብምንታይ ገይሮም ፅሑፍ ራእዮ በቲ ኢ ፈቲነዮ ግን ኣይኮነን ንኣብነት ድሕሪኡ እንታይ ይገብር ኣብዚ ተመሊስና እቲ ዘለናዮ ዓይነት ኣልፋቤት ወይቲ ቃላት ንደሊ ማለት እዩ ብዙሕ ግዜ ዑ እያ ተድልየን ዘላ ስለዚ ኣብዚኣ መጽየ እንታይ ዓይነት ኣልፋቤት ከም ትወስድ ንሳ የሪኣ ማለት እዩ ከም ንሪኦ ዘለና ብዓብዪ ኦ እቲኣ ካልእታ ድማ እዩ እያ ትብለ ዘላ ማለት እዩ ስለዚ ሳ ጌርና ከዓ ክንፅሕፍ ንኽእል ማለት እዩ ስለዚ እቲያ ማንዋል ምስ ኣድመፀት ንከምዚኣ ትጠቕመና ዝኾነ ዓይነት ክጠፍኣና ከሎ ምልስ ኢልናኡ ኣቲና ክንሪኦ ንኽእል ማለት እዩ እምበኣርከስ ናይ ሎሚ ቪድዮ እዚኣ እያ ነይራ ተስፋ ይገብር ፈቲኹማ ሓጊዛትኩም ክትከውን እንተድኣ ፈቲኹማ ላይክ ናብ ካልእ ሰብ መታን ክትበጽሕ ከኣ ሸር ክትገብርዋ ይላበወኩም እዛ ቻነል እንተድኣ ሳብስክራይብ ዘይገበርኩም ኮንኩም ኣብ ቀጻሊ ከምዚ ዓይነት ሓገዝቲ ቪድዮታት መታን ክትከታተሉ